ዝሓለፈ ሓሙስ 29 ሰነ ምስ ነጥበበኛ ኣቦና ንጉሰ ሃይለ መንሰዓይ ዝተኻየደ ቀዳማይ ዕላል ኣቕሪበልኩም ነይረ ኣቦና ንጉሴ ኣብ ሱሳታትን ሰብዓታትን ዋና ጸሓፊ ማሕበር ትያትር ኣስመራ ማትኣን መስራትን ኣካያድን ባንድ መርሓባ ዝነበሩ እዮም ደራሲ ድራማ ጸሓፊ ደራሲ ደርፊ ከም ኣስላማይ ክስታናይ ብኣቶ ብርሃን ሰጊድ ናይ ኣካል ቪታሚን ብኣልኣሚን ዓብደለጢፍ መዝሙር ሓደ መስከረምን ካልኦት ኣዝዮም ዝተፈላለዩ ስራሓትን ዝሰርሑ ስነጥበበኛ እዮም ኣብቲ ዝሓለፈ ሰሙን ዘካየድናዮ ዕላል ኣቦና ንጉሴ ኣጀማምርኦም ኣብ ማሕበር ትያትር ኣስመራ ማትኣ ከም ዋና ጸሓፊ ኣብ ማሕበር ትያትር ኣስመራ ማትኣ ዝዓየዩሉ እዋን ድርሰት ግጥምታ ብኣቦና ኣቶ ብርሃን ሰጊድ እተዘየመት ኣስላማይ ክስታናይ ዘርእስታ ደርፍን ኣበጋግሳት ስራሕን ናብ ስነ ጥበብ ክጽንበሩ ዝገበሮም ድሕረ ባይታ ህይወቶምን ካልእን ኣዕሊሎምና። ሎሚ እውን ካብቲ ተተሪኹ ዘይጽንቀቕ ተመክሮኦምን ታሪኾምን መድረኽ ብመድረኽ ከካፍሉና እዮም። ኣብ ዝሓለፈ ሰሙን ናይ ኣካል ቪታሚን ተፈታዊት ቆጽሊ ወይ እውን ጸብሕጾም ብዝብል ዝተፈላለየ ኣስማት እትጥቀስ ድርሰቶም ካበይ ተበጊሶም ከም ዝሰርሕዋ ድሕሪ ምዕላሎም ኢና ተሰናቢትና። ጸብሒ ጾም ማለት ናይ ኣካል ቪታሚን ብገዳይም ስነጥበበኛታት ኣልኣሚን ዓብደለጢፍን ዑስማን ዓብደሪሒምን ኣብ በበይኑ እዋናት እትዝየም ደርፊ እያ። ዝተፈላለዩ ሰባት ድማ ብዛዕባ እዛ ዜማ ሕቶ ኣለዎም። ኣብ ናይ ሎሚ ካልኣይ ናይ መወዳእታ መደብ ነዛ ሕቶ መብርሂ ብምሃብ እዮም ዕላሎም ፈሊሞም ዘለዉ። ክሳብ ፍጻመ እዚ መደብ ምክታልኩም ብኽብሪ ይዕድም። ሕጂ እዚኣ ከመይ እዩ እቲ ሽግር መምፅኢ እንድሕር ኢልክኒ ኣነ ነዊሕ እዩ ማለት ዘይተዛራርብናሉ ኣብ ማትዓ ብዙሕ ፀገማት እዩ ጋጢሙ ብዙሕ ትሪክስ ዝገበርክዎ ኣለነ እውን እቲ ማሕበር ምእንቲ ክቕፅል እወ መጨረሻ ግን እቲ ማሕበር ክቕፅል ኣይከኣለን እዩ እ፣ እንታይ መፅእና ማለት እዩ ኣውራ ደሰንብድ ደብዳበ ተጻሒፋሲ ብትሕቲ ማዕጾ ኣነ ዋና ጸሓፊ እየ ካልኣይ ዋና ጸሓፊ እወ ቅድም ምሽ ቤት ትምህርቲ ውጽኦምኒ እወ ግን ብሕቡእ ደሓር ምስ ስለኻ ገደፍኩዎ እቲ ትሰርሕ ኣለኻ ትምህርቲ ግን እወ እንደገና ዋና ጸሓፊ ተመሪጸ ኦኬ ሕጂ መሊስካ እንደገና ካልኣይ እንደግ- ግዜ ኢኻ ካልኣይ ዋና ተመሪጽካ ጸሓፊ እወ እወ ማ- ማለት እዩ ኮይነ እወ ሕጂ ክላብ ኣለና ማሕበር ትያትር ኣስመራ እወ መዓት መንእሰይ ጽቕጽቕ ኢሉ እዩ ዘምሲ እወ ተግባሩ ተኽላይ ሓሚማ ሆስፒታል ኣትያ ነይራ ኣጋጣሚ እወ ሕጂነ ምስ ኣምስየ ኣብቲ ሆስፒታል ኣብቲ ክላብ ተመጻዕኩስ ሓደ ሃመማ እዚ ዝብል ዶ የለ እወ ኮራሲ ጥርሑ እወ እቶም ባሪስታን እታ ካሴራን ንበይኖም ኣብቲ ባር ዕጉጅም ይብሉ ሰንቢደ ከኣ እንታይ ተረኺቡ እንታይ ደኣ ተረኺቡ ሰብ ዶ የለ እብሎም ኣለኹስ ደብዳበ ናይ ጀብሃ መጺኡኩም ኣሎ እብሉኒ ካብ እወ ካብ ሜዳ እወ ካበይ እንታይ እሞ እወ ፈሊጥና እስከ ብሉ እስከ ከመይ ዕልልና ጌርኩም ፈሊጥኩም ጀብዳበ ጀብሃ ከም ዝመጸ ብሎም ሓንቲ ኣምሓረይቲ ጓል ኣምሓረይቲ እኳ ኣይበሉንን ኣነ እየ ዝፈልጣ ኣምሓረይቲ ምዃና ሓንቲ ጓል ከምዚ ዝኣመሰለት ሒዛቶ መጺኣ ሂባትና ብሉኒ እወ ሕጂ ተኽለኣብ ዝብልዎ ኣባል ናይ ማሕበር ትያትር ኣስመራ ናይ መርዓ ናይ ገለ ሙዚቃ ሓዙልና ዝብሉ ከምኡ ደብዳበ እዮም ዝሰዱልና። እወ። ንመርዓ ዝብሉ ኮኑ ኢሉ ቀሊዕዎ እወ። እንተ ረኣየ ቴምብር ናይ ጀብሃ ባንዴራ ዘለዎ ሕራይ።
በብሓደ ክትቁለቡ ንሜዳ ኢኹም። ክትወጹ ድዮም ደሊኹም ዘለኹም?
ኣይኮነን ሙዚቃ ዝበሃል ስራሕ ጠጠው ተብልዎ እያ ትብል እታ ደብዳበ። ሕጂ ኣነ ከኣ ቅድሚኡ ክነውሕ ኢለኪ እንዴ እወ ቅድሚኡ ተኣሲረ ነይረ ዓሰርተ ሓሙሽተ ሽሕ ቅርሺ ዋሕስነት ብምንታይ ምኽንያት ኢኹም ከ ተኣሲርኩም ብኸምዚ ብፖለቲካ ተጠርጢርኩም ናይ ፖለቲካ ፖለቲካን ነዊሕ ዛንታ እዩ እወ ፖለቲካ ናይ እዩ ግን ፖለቲካ ሕራይ እወ እወ ሕጂ ዓሰርተ ሓሙሽተ ሽሕ ቅርሺ በቲ ትሕጃ ሽዑ እዋን እወ ካልኣይ እ፣ ቪላ ገዛ ከትሕዝ ብዙ ዝወሓሱኒ ከኣ ሰባት ከምጽእ ተገዲደ ማለት እዩ ኣምጺኤ ኣርባዕተ ወርሒ ኣርባዕተ ዓመት ካብ ኣስመራ ከይትወጽእ ኣብ ብሎኮ እንተ ተረኺብካ ምስ ጀብሃ ከም ተረኸብካ ተቖጺርካ ቤት ማእሰርቲ ክትኣቱ ኢኻ እቲ ገንዘብ ክብላዕ እዩ እቲ ቪላ ክግገር እዩ እንደገና ብቤት ፍርዲ መቕጻዕትኻ ትቕበል ኢኻ ተባሂለ። ኣብ ግን ከምዚ ከለኹም እያ እታ ደብዳበ እወ ትመጽእ ሓደ ዘላ። ወተሃደር ግን ሂቦምኒ እወ።
ኣብ ዝኾነ ግዜ ብሎኮ ክትበጽሕ እንድሕር ደሊኻ ነዚ ወተሃደር ትነግሮ ምሳኻ ከይድ ይብሉኒ ማለት እዩ። እወ። ኣርባዕተ ዓመት ብኸምኡ ኣሕሊፈዮ። ኣብዚ ግዜ እዚ ሕጂ እዛ መልእኽቲ ትመጸና ዘላ ሕጂ ኣቤላ እታ መልእኽቲ ትብሎም ትሕቲ እቲ ማዕጾ እቲ ቤት ጽሕፈት የእቲናያ ብሉኒ። ኣትየ ቤት ጽሕፈት ከፊተ እንተ ርኤኹ ደብዳቤ ሙዚቃ ዝበሃል ተዘይኣቋሪጽኩሞ በብሓደ ክትቁለቡ ኢኹም ትብል።
ናይ ብሓቂ ዲኻ ናይ ጀብሃ? ከመይ ጌርና ንፈልጦ እሞ እወ ዝኾነ ማሕተም ከ ኮይኑ ኣለዎ ባንዴራ ማሕተም ከ ኣለዎ ኣለዎ ኩሉ ኣሎ።
እወ ኣብኡ ክመጸኪ እየ ደሓን ከየንውሓልኪ እምበሪ እወ ሕጂ ኣነ ጭነቕ ማለት እዩ እዞም ኩሎም መንእሰያት ስለ ዝሰምዑ ተሲኦም ከይዶም ካብቲ ባር ናይ ጀብሃ መልእኽቲ መፅእዎም ማትኣ ተባሂሉ ደገ ከይዶም ክነግሩ እዮም ኩሎም ነንዓርኮም ማትኣ ናይ ጀብሃ መልእኽቲ መፅእዋ ኣነ ህጂ ሰሚዖሞ እንድሕር እዛ ደብዳበ እዚኣ ንመንግስቲ ደ ኣስረኪበያ ኣነ ድህሰ እታ ማሕበር ከዓ ምሳይ ማለት እዩ ሕጂ ስመሮም ወልደ ትንሳኤ ዝበሃል ካብቶም ፍሉጣት ዓበይቲ ናይቲ ማሕበር እዩ ምስ መንግስቲ ከኣ ጽቡቅ ርኽክብ ዘለዎ ወዲ ርባዕተ ስመራ እዩ ሕጂ እቲ ጀነራል ሽዑ ዝነበረ ናይ ፖሊስ ሰበይቱ ጓል ኣርባዕተ ስመራ ነዚ ስመሮም ጓል ሓወቡኡ እያ ነይራ እወ ሕጂ ንሱ ጽቡቅ ሌላ ኣለዎም ምስቶም ኦፊሰራት ሕጂ ድለይዎ ነስመሮም ብቁልጡፍ ከምዝመጽእ ግበሩ ኢለዮም ነስመሮም ደልዮም የምጽእዎ ማለት እዩ በል ንዓ ጸገም ተረኺቡ ኣሎ እስኻ ትፈትሖ ብሎ እንታይ ጸገሙ ጀብሃ ደብዳበ ሊኢኻ ትልና ኣላ እሞ እንታይ ኢና ንገብር ከድና ንመንግስቲ ነስረክባ እንድሕሪ ምሳና ሓዲራ ጽባሕ ኩልና ማትኣ ክንእሰር ኢና ብሎ ማለት እዩ እወ ተታሓሒዝና ንኸይድ ምሸት እዩ ነይሩ ሰዓት ትሽዓተ ኸውን ልዩ ቅርንጫፍ ፖሊስና ህዝቢ ግንኙነት ዝብል መጽሄት ወጽእ ነይሩ እወ እወ ሕጂ እቲ ናይቲ መጽሔት ሓላፊ ንኡ ኢና ክንህቦ ንሕና። እወ እወ። ሕጂ ከድና ይጸንሓና ማለት እዩ ከምዚ ወረቐት ናይ ጀብሃ መጺኡና ብሉ ኣረ ስላሴ ኣበይ ኣይትቕረቡ ወረቐትኩም ሒዝኩም ናብ ኮረኔል ኪዱ ብለና። እወ። እሞ ኮረኔል የለውን ሕጂ ንብሎ ኣብዚኣ ተቐምጥዋ ጽባሕ ንግሆ መጺእኩም ባዕልኹም ተልዕልዋ ብለና። ኣነ ግን ብኢደይ ይሕዛን እየ ብለና ኣብኣ ነቐምጣ ሒዝኩማ ኪዱ ኢሉና ቅድም ኣብ መንገዲ ፖሊስ ትሓዙና ከ ኢልናዮ ከኣ ንሕና እሞ ኣብዚ ግደፍዋ ኢሉና ኣብኡ ገዲፍናያ ኬድና ንግሆ ኣንታ ዝበለና ሰዓት ትሽዓተ መጺእና ባዕልኹም ኣልዒልኩም ናብ ኮረኔል ውሰድዋ ኢልና ከድና ናብ ኮረኔል ኣብቲ ኣጂፕ ማለት እዩ እንዳ ፖሊስ ኮረኔል ከዓ ረረረ የጀብሓ ደብዳቤ እኒ ኣለቀበልም እሞ እንታይ ንገብር ጠቅላይ ግዛት ናብ ኮረኔል ናይ ጸጥታ ወስድዋ ኢልና ሒዝናያ ከድና ማለት እዩ ሕጅብቲ ጠቅላይ ግዛት ኮረኔል ሓላፊ እዩ ሻምበል ከኣ ትሕቲኡ ኣሎ ሻምበል በለጠ በሃል ፍሉጥ እዩ ሽዑ ግዜ ዝተኣስረ ኤርትራዊ ዘይፈልጦ የለን ካብቶም መርመርቲ እዩ ነይሩ ሕጂ ንኣይ ጽቡቕ እዩ ዝፈልጠኒ ካብቶም ዝመርመሩኒ ነይሩ ንኣይ እውን ማለት እዩ ሕጂ ሓደ ሞቶ ኣለቃ እዩ ሒዝና መፅኡ ነታ ደብዳቤ ነቲ ሻምበል ሂብዎ ብደረጃ ስለ ዝኾነ ሻምበል ርእይዋ እተው ኢልና ኣቲና ንጉሰ የብለንን ኣይህ ጀብሃ ሲ እንታይ ሪኣክሽን ነርኢ ንሕና ክትፈልጥ ድያ ብኣኻ ገይራ ደብዳበ ሰዲዳትልና ብለኒ ኣ እወ ንስኻ ስለ ትጥርጠር ነበርካ እወ ካስ እንዲ ጸገም እወ እወ
ጀብሃ ደኣ እንድሕሪ ንዓኹም ክትፈልጥ ደልያ እንታይ ትብሉ ብኣይ ትሰዶ እንታይ ባዕላ ክትሰዶ ትኽእል እንድያ ብሎ ንፋለጥ ኢና ብጣዕሚ ከኣ ዘድንቐኒ ብቲ መርመራ ሓንቲ ቃል ንሶም ዝጽበይዋ ኣይተዛረብኩን ኣነ ኣይፈልጥን እየ ኣይፈልጥን እየ ዕጹው በኣ ሕጂ ንስኻ ንኢትዮጵያ ተድልያ ሃብለኒ ሕጂ እቲኣ ወረቐት ንኮሮኔል ሂብዎ ኮሮኔል ተቐቢሉ እተው በሎም ኢልዎ ኣቲና ማለት እዩ ነስመሮም ፈልጦ እዩ ህጅት ኮሮኔል ሰላም ኢልና ኮፍ በሉ ኢልና ኮፍ ኢልና ኣስመሮም ደብዳበ መጺኡኩም ናይ ጀብሃ ኢልዎ እወ ንኣ ኣይፈልጠንን ኢቲ ኮሮኔል እቲ ዋና ጸሓፊ ናይ ማሕበርኩም ግን ዋና ጸሓፊ ናይ ጀብሃ ምዃኑ ይትፈልጥን ዲኻ ብሎ ኣሎ እወ ንዓኻ ከይፈለጠካ እወ ይብል
ኮፍ ኢልና እንዲና ዘለና እወ፣ እግረ እወ። ይረግጸኒ ኣስመሮም እወ እቲ ኮረኔል በት እዩ ዘሎ ንሕና በዚ ኣለና እግረ ይረግጸኒ ከይዛረብ ኣነ ኣነ እንታይ ገደሰኒ ዝዛረብ ባዕልኹሳ እወ፣ እወ። ሱቕ ኢለ ማለት እዩ ከላስ እታ ደብዳበ ኣብጺሕኩማ እታ ማለት ደብዳበ እዩ።
ኣብጺሕናያ ሕጂ እንታይ ይብለና ንሕና ሓለዋ ግበሩልና ጀብሃ ከየጥፍኡና እንድሕር ኢልኩምና ክንገብረልኩም ንኽእል ኢና ኢልና እወ። ግን ጀብሃ እዮም ጽሒፎሞ ኢልና ኣይንኣምን ኢና ኣብታ ሕቶኺ ክምለስ እየ ኣሃ። ኣይንኣምን ኢና እወ። ብስም ጀብሃ ቴምብር ገይሮም ሰላሳ ሽሕ ክፈል ዕስራ ሽሕ ክፈል ዝብሉ ኤርትራውያን ኣለዉ ንሶም ክኾኑ ይኾኑ ጽሒፎማ ብለና እባ መን እዮም እዞም ከምኡ ትገብሩ ኤርትራውያን ኣይንፈልጥን ኢና ንብሎ ንሕሩይ ተላባይሩ ሓወብኡ መንግስቱ ተላባይሩ ዝበሃል ኣሎ ቴምብር ገይሩ ክንዲ ዝኽፈሉ እናበለ ንሃብታማት ደጨንቕ ደሸግር ስለዚ በዓል ንሱ ገይሮሞ ክኾኑ ኣለዎም ሕጂ ንዓና ሓለዋ ግበሩልና እንተልኩምና ክንገብረልኩም ንኽእል ኢና ኢልና ግን ጀብሃ ቅድም ኣትዮም ኣብቲ ኣንደርግራውንድ ኣብቲ ክላብ ናትኩም ንዓኹም ርርር ኣብልኹም ድሓር ክወጹ ከለዉ ነቶም ፖሊስ ልክም ኣቢሎሞም ክልተ ጥፍኣት ንጠፍእ ንስኹም መንእሰያት ነጥፍኣኩም ፖሊስ ከኣ ነጥፍእ ሕጂ ንሕና ኣይንሓተኩምን ኢና ተደሌኹም ተጻወቱ ተደሌኹም ኣይትጻወቱ ባዕልኹም ወስኑ ይብለና ማለት እዩ ሕራይ ኢልና ግን ኩሉ እቲ ኣባል ናይ ጀብሃ ናይ ማትኣ ፈሊጡ ኣሎ ብዛዕባ እዚኣ ደብዳቤ ኣጋጣሚ እወ ኣኼባ ገብረሎም ሕጂ ን ዋና ጸሓፊ እንድየ በሉ ከምዚ ጸገም ተረኺቡ ኣሎ ሕጂ እንታይ ንግበር ጸወታ ዶ ጠጠው ነብል ዋላ ብመጸምጻእ ንቐጽል እብሎም እወ ሓሓደ ንቐጽል ድብል ተሳኢኑ ኩሎም እዋ ዋ ክስንብዱ እዮም ክትርሸን ኢኹም እናተባሃልና ተጸሊልካ ብሉኒ ንኣይ ሕጂ ኣነ ሜዳ ከይደ ናብ እወ፣ ጀብሃ እወ። መሪሕነት ናይ ጀብሃ ማለት እዩ እወ። ከምዚ ወረቐት መጺእና ሕጂ እንታይ ክንገብር እንታይ ትብሉና ናትኩም ድዩ እዚ ወረቐት ዋላ ናይ ኢትዮጵያ እዩ ናይ ኢትዮጵያ እዩ እዚ ድኣ እንታይ ሕቶ ኣድልዮ ብሉኒ እወ ስለዚ ንሕና ኣይትጻወቱ ይንብለኩም ኢና ተጻወቱ ክንብለኩም ከኣ ኣይንኽእልን ኢና፣ ጀብሃ መሲሎም ክርሽኑኹም ስለ ዝኽእሉ ባዕሎም ይብሉና ይብሉኒ ማለት እዩ። ኣነ ሕጂ ጀብሃ ከም ዘይኮነት ኣረጋጊጸ ኣለኹ፣ ከም ዘይተሓተና እንተ ተጻወትና እውን ፈሊጠ፣ ነዞም ኣባላተይ እሞ እንታይ ርእይቶኹም ክንቅጽል እብሎም ማለት እዩ፣ ይኣብዩ። ሕጂ እነ ተዋጢረ፣ እቲ ህዝቢ ከኣ እንታይ ኮይንኩም ጠጠው ኢልኩም ክብለና እዩ፣ ጀብሃ ደብደበ ጽሒፋትልና ክንብል ኣይንኽእልን ኢና፣ ሕጂ ሓደ ምህዞ ምሂዘ፣ ሰሙን ንጾመ ኣርብዓ ተሪፍዎ ነይሩ። ሕጂ ብጋዜጣ ብምኽንያት ጾመ ኣርብዓ ማሕበር ትያትር ኣስመራ ሙዚቃ ጠጠው ኣቢላ ኢለ ማስታወቅያ ጽሒፈ። ግን ጽቡቕ ጉርሒ እዩ።
ተመሊሳ ዶ ብድሕሪኡ ቀጺላ ዶ? ኣይቀጸለን ኣይቀጸለትን። እወ ሕጂ እዛ ናይ ኣልኣሚን ደርፊ ሕጂ መዓስ ትመጽእ ኣላ? ኦኬ ሕጂ እዚ ሽግር እዚ ስለ ዝመጸ እወ እቲ ናይ ማትኣ ምቕጻል ተዳኺሙ። እወ።
ኣነ ህጂ ይብሎም እሞ ንስኹም ገሌኹም ፈሪህኩም ገሌኹም ፈቲኹም ካብ ትኣብይዎ ነዚ ጸወታ ኣነ ትያትር ዘይተርኢ ማሕበር ኣባላ ክኸውን ኣይደልን እየ ወይ ከም ካልኣይ ኣባልነት ይኸውን ምስኣ እንተዘይኮነ ኢደይ ኣጣሚረ ሱቕ ኢለ ክፅበ ኣይክእልን እየ ብሎም ዋላ እሰሩኒ ኢትዮጵያ ዋላ ረሽኑኒ ትያትር ክዓይ የብል ማለት እዩ እወ ኖ ኣይትተሃወኽ ዕድል ሃበና ክንሓስብ ይብሉኒ ማለት እዩ ሽዱሽተ ወርሒ ይሓልፍ ሕጂ ሽዱሽተ ወርሒ ምስ ሓለፈ እሞ እዚ ግዜ ሓሊፉ እንታይ ወሲንኩም እብሎም እንታይ ኢኻ እስኻ ሕጂ ዕላማኻ ብሉኒ ኣነ ማሕበር ናተይ ክገብር እየ እንድሕሪ እዛ ማትኣ ትፈርህ ኮይና ብሎም ማለት እዩ በል ንዓና ተስርሓና ምሳኻ ግን ናትካ ማሕበር ግበር ክሳብ ንሕና ንተኣማመን ማሕበርና ክትቅጽል ከም ትኽእል ግን ኣባልነትካ ከይትስሕብ ካብ ማትኣ ብሉኒ ኣነ እውን ድልየት የብለይ ንኽስሕብ መርሓባ ትብል ባንድ ናተይ ይመጽእ ሕጂ ልክዕ ኣብኣ ከላ ኮፒ ናይ ማትኣ እያ ናይ ማትኣ ማትኣ ብሓባር ኢና ንሕተተላ እቲኣ ግን ናይ መርሓባ ግን ውልቃ። ኣነ እወ፣ ብውልቂ እየ ዝሕተተላ እወ ኤግዛክትሊ ማትኣ እያ ኣብኣ ከላ እወ ሕጂ ምሳና ተስርሓና ምሳኻ ስለ ዝበሉኒ ኣነ ፅባሕ ንግሆ ሳላና ኢኻ ክብሉኒ እዮመ እንድሕር ስሪሐዮም ኢለ ኖኖ ኣብታ መጀመርያ ዕዮ ሓደ ካባኹም ኣይደልን እየ ካልኣይ ሳልሳይ ምስ በልኩ ግን ከስርሓኩም የብሎም ማለት እዩ እወ ንሶም ውን ይሰማምዑ ሕራይ ይብሉኒ የማነ ባርያ ብለኒ ንዓይ ግን ካብ ሕጂ ተስርሓኒ ኣለካ ብለኒ እወ ንሕና ከለና ምሳኻን ጌራ ንደልስ ንኻልኦት ከተብለ ከተስርሕ እወ እብለ- ሕራይ ኢለ ንየማነ እትዮዮ ማለት እዩ እወ ጃብር ማሕሙድ ከዓ ጃብር ሲሪዮስ ሰብ እዩ ክኢላ ከኣ እዩ ሙዚቀኛ ባተሪስታ እዩ ንፉዕ እዩ ከኣ እሙን ንፉዕ እዩ ሕጂ ጃብር እብሎ ጸግዒ ስለ ዘድልየኒ ሞራል ትህበኒ ብጻይ ንስኻ ምሳይ ትሰርሕ እዛ ቀዳመይቲ መደብ ግን ገንዘብ ክኸፍለካ እየ ክብለካስ ነውሪ ኮይኑ ስምዓኒ ንዓኻ ብሎ ባዕልኻ ትውስን እብሎ ያ መንስዓይ በስ ዝበልካኒ ክገብር ድልው የብለኒ መርሓባ ትምስረት ማለት እዩ እወ ሕጂ ንመርሓባ ዝኸውን ሰብ ዝስሕብ መዛሙር ክገብር ደሊ ነይረ ነ ተፈታዊት ቆፅሊ ትመፅእ ሕጂ
ክሳብ መኣስ እዩ ተወጢጡ ከብዲ ጥዑይ ይኹን ሕሙም ሓዲኡ ውለዲ ትብል ንዑስማን ዓብደርሒም ህቦ እዚኣ ተፈታዊት ቆፅሊ ግን ወይ ጸብሒ ጾም ንበላ ጸብሒ ጾም ነልዓሚን እየ ሂበዮ እነ ሕጂ ብዚ እዩ እቲ ሰብ ዝደናገር ኣነ ብመሰረቱ ነልዓሚን ሂበዮ ንዑስማን ግን ከምዚ ዝብለኪ ክሳብ መኣስ እዩ ተወጢጡ ከብዲ ትብል ሂበዮ እቲ ጸብሒ ጾም መበሊ ተፈታዊት ቆጽሊ እንተ ኢለ ነታ ባንዴራ ሃሃቐ ይብሉኒ ጸብሒ ጾም እንድሕር ኢለ ግን ጸብሒ ጾም ኖርማል እዩ ኣልዓሚን ንባዕሉ ምስ ሃብክዎ እንታይ ኸኣ ናይ ጸብሒ ጾም ናይ ገለ ትህበኒ ኢልኒ እወ ተፈታዊት ቆጽሊ ኣታ ጸብሒ ጾም ኣይኮነትን ምስ በልክዎ ጧሕ እወ ፈትይዋ ማለት እዩ እወ ሕጂ ዑስማን ክርትም ኢሉ ናቱ ሳንሱር ስለ ዝተረፈት እታ ናይ ዑስማን ተዋህበቶ ተሪፋ እታ ናይ ተሪፋ እታ ናይ ኣልኣሚን ክትሓልፍ ኣልዓሚን እያ ግን ንኣልዓሚን እያ ተዋሂባ ብስም ኣልዓሚን ከላ ኸኣ ሓሊፋ ሳንሱር እወ ሕጂ ዑስማን ብጣዕሚ ስንብድ ይጉሂ ንሱ ውን ናቱ ሂቡኒ ሳንሱር ክቅርበሉ ስግሪ ቤትና ትብል ደርፊ ንሳ ሓዳስ ሽዑ ናቱ ሂቡኒ ናቱ እያ ባዕሉ እዩ ሰሪሕዋ ብናቱ እወ ኣነ እሳ ሕጂ እቲ ግጥምታቶም ብዙሕ ስለ ደይማርኸኒ ንኣይ ናይ ግድን ሓንቲ ናቶም እደርፉ ሓንቲ ናተይ እደርፉ ኦው ሰለስተ ደርፊ ዝደርፍ ተኾይኑ ከኣ ክልተ ናቱ እደርፍ ዓጺኻና ዕድል ከይብሉኒ ምእንቲ እወ ናተይ ግን ሓንቲ ክደርፍ ናይ ግድን እዩ በቲ ግጥምታተይ እየ ንመልእኽቱ ዝኹ- እወ እቲ ናተይ ዝዓግብ- ስራሕ ብኡ ገይረ እየ ዝዓግብ ዝዓግብ እወ ንህዝቢሲ ከምቲ ትጽቢቱ ዝገብረሉ በቲ ባዕለይ ዝደርሶ ግጥሚ ስለ ዝብል ማለት እዩ እወ ሕጂ ዑስማን ሰብ ሪፋ ምስ ተባህለ ስንብድ እታ ናቱ ግን ሓሊፋ ሳንሱር ስግር ቤትና ሕጂ ላእሚ ንብሎ ዑስማን ኣይትሰንብድ ኢልዎ ኣነ መንስዓይ ሊፍ ትብል ግጥሚ ካልኣይ ተሂቡኒ ስለ ዘሎ ሊፍ ሕጂ ብናተይ ኣረዳድኣ ሊበረሽን ፍሮንት በቲ እዋንቲ። እቲ ትሕዝትኣ ኩሉ ንሊበረሽን ፍሮንት እዩ ዝገልጽ። ግን ብሊፍ ተወኪላ ከም ትቐርብ ተገይራ። ብሊፍ ተወኪላ እወ። ካብ ጀበና ክን ኣይምሓለፍኩን ኣነስ ሊፍ ምስ በልኩ እዋ ሕጂ ኣልኣሚን ፈትይዋ ሞይቱ ነዛ ሊፍ። እወ። ንዝኾነ ከይዱ ነዞም ኣዕሩኽቱ ሊፍ ክደርፍ እየ እብሎ ነቶም ድኣምኖም ዝኾነ ኮይኑ ይብሎ ንዑስማን እንካ እዚኣ ተፈታዊት ቆፅሊ ወይ ፀብሒ ፆም ንስኻ ድረፋ እዚኣ ሊፍ ትኣኽለኒ ንኣ ይብሎ
ዑስማን ተሓጒሱ ሒዝዋ ከይዱ ሓደ መዓልቲ ልምምድ ክንገብር ተኣኪብና ከለና ዕድል ሃቡኒ ዕድል ሃቡኒ ንኣይ ሓዳስ ዜማ ምፅኦ ኣለኹ ከይርስዓ እናደገምክዋ እያ መፅኣ ካብ ዕዳጋ ሓሙስ ዶ ገለ ኢልወ ሕራይ ኢልና ዕድል ሂብናዮ ሕጂ ብቲ ቅድሜና ኮይኑ ብል እቶም ሙዚቀኛ ከዓ ኮፍ ኢሎም ኣለው እዚኣ ደ ሃና ሃና ናይ ሃይለ ገብሩ እንድያ ኢሎሞ እንታይ ኣፀቢቕካ ስምዓያ ሃና ሃና ናይ ሃይለ ገብሩ ያብልዎ ተደኣየስ ቀዲሕዋ ነታ ናይ ሃይለ ገብሩ
ኣብኡ ከሎ ግን ኣይዘከረን ናይ ሃይለ ገብሩ
ኸላስ እሞ ደሓን ሕጂ ሓደ ካብቶም ሙዚቀኛ ኣነ ከዐርያየ ሓዳስ ክገብራየ ኢሉ ጥምዝዝ ጥምዝዝ ኣቢሉ ሳክሶፎን እዩ ዝወቅዕ ነዛ ተፈታዊት ቆጽሊ ገይርዋ ዑስማን ክደርፋ ማለት እዩ ሕጂ እወ ህንጾም ሕጾም ማለት እዩ ዑስማን እወ። ክደርፋ ተፈታዊት ቆጽሊ እያ ኣርእስታ ልምምድ ሃለይቲ ወዲእና እወ መዓልቲ ናይ ንዓየሉ ቺኔማ ኦደዮን ቆጸራ ገይረ ማለት እዩ እወ ኩሉ ሰብ ጨጉሪ ርእሲ መጽኡ ህዝቢ እወ ሕጂ ንኣይ ፖሊስ ይጸውዑኒ ብደገ ማለት እዩ ካብቲ ሲኔማ ክልተ ሞታ ኣለቃ ይብሉኒ ዑስማንን ሕሴንን ምሳኻ ክሰርሑ ድዮም ይብሉኒ እወ ብሎም ክልቲኦም ምሳይ ኩንትራት
ኣጋጣሚ ብዛ ግዜ እዚኣ ንሶም ናይ ሬድዮ ጣብያ ባንድላ ቬኑስ ትበሃል ኣባላት ናይታ ቬኑስ እዮም ቬኑስ ከዓ ብሬድዮ ጣብያ እያ ትመሓደር ነይራ ከተፍርሳ ደሊኻ ንቬኑስ ንዑስማንን ሕሴንን ኣብዚእትኻዮም ይብሉኒ ንሶም እዮም ዝውስኑ ብሎም ከኣነ እሞ ፀዋዓዮም ክንሓቶም ኢና ብሉኒ እዚኦም ፖሊስ ምስ ረኣዩ ማይ ይቐየሩ ንጉሰ ይትሓዘልና እንድሕር ፖሊስ ዝቃወሙና ኮይኖም ኣይንሰርሕን ኢና ብሉኒ ደሓን ኣይትስርሑ ኢለዮም ኣነ እውን ንስኹም ትፈርህሉ ነገር ክገብር ኣይደልን እየ ገንዘብኩም ክኸፍለኩም እየ እቲ እንተሰራሕኩሞ ክኸፍለኩም ተሰማማዕናዮ ሕጂ ግን ምስ ህዝብኹም ኮፍ ኢልኩም ትርእዩ ይብሎም እዎ ተሓጒሶም ንሶም እውን ሕጂ ኣልኣሚን ይብለኒ እታ ደርፊ መዓስ ኮይና ተኸልኪላ ዘላ ዑስማን እዩ ተኸልኪሉ ዘሎ ብለኒ ስለዚ እታ ደርፈይ እታ ናባይ ደርፊ ግን ትመለስ ክብል ባዕለይ ይበሃል ክደርፋ እየ ይብለኒ ሓቁ ከኣ ኢላ ኣሚን ዑስማን እዩ ተኸልኪሉ ከይደርፍ እምበር እታ ደርፊ ኣይተኸልከለትን ሕጂ ኣነ ከድርፎ እንተድሕር ኮይነ ንኣልኣሚን እቲኦም መቶ ኣለቃታት እንታይ ይብሉ ከምዚ ዓይነት ግጥሚ ከምዚ ዓይነት ግጥሚ ሰብ ነጊርዎም ኢኖኦም ክድረፍ የብሉን ይብሉኒ ማለት እዩ ካልእ ኤክስትራ ካልእ- ካልእ ወይ ዝነበረኩም። ካብቲ ሳንሱር ዘፍቀድዎ እወ እዚ ኣይነፍቅዶን ኢና መሊሶም እቶም ፖሊስ ከዓ እቶም ናቶም ፖሊስ ሳንሱር እወ ገቡ። ስርሖም ኣይኮነን እወ ግን ግን ኣብ ክልክሉ። ኢዶም እያ እታ ሃገር ሕጂ ናይ ሕራይ ሓንሳብ ፅንሑን እሞ ብሎም ብውሽጢ ከይድ ኣብቲ ስተጅ ነቲኦም ቴክኒሻን እቲ መብራህቲ ናይቲ ሆል ኩሉ እጥፍእዎ ብሎም ክሳብ ኣነ ወልዕዎ ዝብለኩም እቲ ናይ ስቴጅ ግን ቅድሚ እቲ መጋረጃ ዘሎ ንኡ ጥራይ ወልዑ ብሎም ሕራይ ይብሉኒ ኩሉ ግብ ግብ የብልዎ ይምለሶም ነቶም መቶ ኣለቃታት እሞ ኣይትዝድረፎ እዙይ ኢልኩምኒ ብፅሑፍ እንተዘይሂብኩምኒ ግን ኣነ ክደርፎ የብሎም ማለት እዩ ብጽሑፍ ተሂብኩምኒ ግን ኣይደርፎን እየ እብሎም እሞ ጽቡቕ ንጽሕፈልካ ኣብሉኒ እሞ ልቺ ጠፊኡ ኣሎ ከነዕርዮ ኢና ኢሎም ኣብቲ ቅድሚ መጋረጃ ግን ልቺ ኣሎ እብሎም እዚ ኣንሄዳለን ምን ኣለበት ትብሉኒ ኣነ ሰብ ክርእዮም ከለኹ ፅሑፉ ክፅሕፉ ኢኻ ደሊኻ ናብኣ ከተምፅኦም ንሶም ግን ብገርሆም መፅኦም ሸርሸር ኣቢሎም ወረቐት ሂቦምኒ ፅባሕ ሰዓት ትሽዓተ ከዓ ኣብ ጣብያ ኣንደኛ ጣብያ ትርከብ ኢሎምኒ ማለት እዩ። ኣዝዩ ብዙሕ መሰናኽል እዩ ነይሩ ግን እወ እሞ ኣዝዩ መሰናኽል እንታይ ነይሩ ስለ ዝበልክኒ እኮ እወ ግን ኣዝዩ ወገርመኒ እዩ ሓቲተ- ዘሎ ሕጂ እወ ከላስ ኢልና ማለት እዩ ነልዓሚ ንብሎ እዚኦም ፖሊስ ትርእይዎም ዝጸናሕኩም ንገለ ካብቲ ሳንሱር ዘፍቀድዎ ደርፍታትና ሰሪዞሞ እህ ሕጂ በዘን ተሪፈን ዘለዋ ዘይተሰረዛ ጥራሕ ዶ ከነርእየኩም ናይ ቀደም ወሲኽና እወ ወይስ ኖእ ኩሉ ሓድሽ ኢና ንደሊ እንትብሉና ዓሰርተ ሓሙሽተ መዓልቲ ዕድል ንህበኩም ተቲኬትኩም ሒዝኩም ክትወጹ ድሕሪ ዓሰርተ ሓሙሽተ መዓልቲ ኣነ ግን ክኸስር ማለት እዩ ናይ ሲኔማን ናይ እወ ገለን እወ ኖ ኖ መንስዓይ ጸገምካ ተረዲእና ኣለና ቀጽል ጥራይ ቀጽል ጥራይ ኣጆኻ ወዲ ኸረ ንብለና ሓደ እወ እቲ ድሕሪት ኮፍ ኢሉ ዘሎ እዩ ዓው ኢሉ ኣንኢስካለይ ወዲ ኤርትራ ዘይትብለ ንብሎ ኣነ ሕጂ ዝስምዒት እዩ እምበር ባዕለይ ገደል ክኣቱ ማለት ስምዒት እዩ እምበር ሕጂ ከምዚ ነይሩ ትመጻጻዓ ማለት እዩ ድሓር ግን ኣልኣሚን ካሴት ገይርዋ ኣብኣ ግን ሽዕታ ምሸት ኣልኣሚን ደሪፍዋ ሽዑ ኣልኣሚን ደሪፍዋ ብድሕሪኡ እውን ካሴት ገይርዋ እወ ዕስማን ግን ኣብ ዝኾነ እታ ቬኑስ ባንድ ትሰርሖ ስራሕ ይደርፋ ነይሩ ወቶም ካልኦት ክልቲኦም ደርፍዋ ነይሮም ብመሰረቱ ግን ንስኻ ንኣልኣሚን ኢኻ ጽሒፍካዮ። ሕጂ ኣልኣሚን ገይጋ ናይ ኣልኣሚን ድብሎ ኣነ ንዓይ ከይ ተወከሰ ኣዲስ ኣበባ ከይዱ ዲስኮ ገይርዋ ኣብዚ ዲስኮ ዝዓቢ ዝገጭ ዝነበረ ኣብ ከምኡ ገይርዋ ሕጂ ዑስማን ኣይከሰሶን ምኽሳስ ውን ልሙድ ኣይነበረን ሽዑ ግን የዕዘምዝም ኣብ ዝኸዶ ባር ኣልዓሚን ሰሪቕኒ ኢሉ ዝዛረብ ነይሩ ኣብ እታ ሕጂ ንዓይ ከምኡ እብሉኒ ዑስማን ስልዓሚን ኣነ ሰሪቕኒ እውን ብሎ ንጽርቲ ስለ ኣይ ዘይነበረ ሰረቖን ዑስማን ኣልዓሚን ንዓይ ዑስማን ሰሪቕኒ እንድሕር ደሊኹም ምኽንያቱ ግጥሚ ናተይ ተዋስኦ ናተይ ዋዛ ምስ ቁምነገር ኣነ ንመርሓባ ኢለ ዘዳለኹዎ ምስ ካልእ ባንድ ክትሰርሕዎ ኣየፍቅድን እየ ኢለ ኩንትራት እየ ዝፈራረም ምስኦም። ኩንትራት ፈሪሞም ከለዉ ናተይ ግጥሚ ምስ ካልእ ባንድ ከይደርፉ ይደርፍዎ ነይሮም። ከሲሰዮም ኣይፈልጥን እየ ኣነ ግን። ማለት እቲ ጸገሞም ስለ ዝርድኣኒ ታህዲድ እገብረሎም እምበሪ እንድሕሪ ነቲ ታህዲድ ሰጊረ ሰጊረምዎ ወላ ሓንቲ። ሕጂ ናብኩ ናብቲ ሕቶ እውን ክንመጽእ ኢና ኣዕሊልና ኣዕሊልናሲ ናብዚ ትብሎ ዘለኻ እቲ ፍቓድ ምሕታት ኢና እውን ክንመጽእ። ምሳኻ ሰፊሕ ክዘራረበሉ ዝደሊ እዩ የንውሐ እንተለኹ ሕፅረ በላኖኖ ፀገም የለን ንቐፅል ታሪክ እንዲ ኮይኑ ታሪክ ተቆሪፅካዮ መልክዕ እዩ ዝቅይር እፈልጥ ኣለኹ ምስ ግዜና ግን ሎሚ ፍሉይነት ክህልወና እዩ ብዙ መደብ ነዊሕ ክንከይድ ኢና መስለኒ ኣቶ ንጉሰ ምናልባት ካብታ ርእስቲ ከይነጠርክዋ ከለኹ ብተደጋጋሚ ግዜ ኣብ ስራሕካ ሕጂ ምስ ሰማዕቲ ክዛረብ ከለኹ ኣነ ከላልየካ ከለኹን ክልተ ኣብቲ ታሪኽ ናትና ኣብቲ ስነ ጥበብ ናትና ዓቢ ደረጃን ቦታን ዘለወን ክልተ ደርፍታት ብዘይካ እቲ ትያትር እተደርሰ ብዘይካ እቲ ናይ ግጥሚ መጽሓፍ ብዘይካ እቲ ኣብ ተጋድሎ ሓርነት ኤርትራ ዘበርከትካዮ መዛሙር ካብ ሓደ መስከረም ትብል መዝሙር ክሳብ ሕጂ መግለጺና ኮይና ዘላ መዛሙር እዚ ኩሉ ብዘይካ እዚስ እዘን ክልተ ንባዕለን ኣዝዩ ዓቢ ቦታን ሽምን ዘለወን ስራሕ እየን እቲ ካልእ ኩሉ ብሰንኪ ግዜ ክንበጽሖ ዘይከኣልና ኣዝዩ ብዙሕ ፍርያት ኣለካ፣ ካብ ማት ኣትሒዝካ ክሳብ ተጋድሎ ሓርነት ኤርትራ፣ ትያትራት፣ ክንምለስ ኢና ናብኡ ናብተን ትያትር እዘን ንገልጸን ዝጸናሕና ንባዕለን ግን ደራሲ ግጥሚ ኣቶ ንጉሴ ሃይለ መንሰዓይ ምዃኑ ዝፈልጥ ሰብ ኣዝዩ ውሑድ እዩ። የለን እውን ክበሃል ኣዝዩ ውሑድ እዩ።
ንብዙሕ ሰብ ክነገርም ምዃንና ሎም መዓልቲ ኣብዚ ዕላል እውን እፈልጥ እየ። ታሪኽ ክስንድ ከኣ እየ ዓዲመኩም ኣነ ደስ እንዳበለኒ። ሕጂ ከምኡ ኣይጸንሐን እሞ ኣብ ብዙሕ ከምኡ ስርሓታት ከኣ ክሳዕ ሕጂ ብ ገሊኦም ሰባት ይርኣ እዩ። ነዚ ኣመልኪትካ እንታይ ክትብል ትደሊ? ብ ናይ ውልቅኻ ኹን ስምዒት ከምዚ ዝግበር ሽም ዝድፈን ን ክረዲት ዘይወሃብ ናይ ደረስቱ እንታይ ክትብል ትደሊ ብዛዕባ ደረስቲ እዚ? እወ ሕጂ ንዓና ነቒፍካና ከይትብልኒ እምበር እወ። ነተን ሜድየ እየ ኣነ ዝነቅፍ። ን ን ንቐፈና እንድሕር ኣድላዩ ንሳተንሲ ኮይኑ እወ። ዋና ዘይብሉ ግጥሚ ብ ደርፊ መልክዕ ዝቐርብ ከቕርባ ኣይግበእንን እዩ ናይ መን እያ ዛግጥሚ እዚኣ ክብላ ግበእን እቶም ደረፍቲ ይገብርወን እዮም ባዕሎም እተን ሜድየ ግን ባዕለን ክብላ ኣለወን ናይ መን እያ እዚኣ ኩልና ተሓጋጊዝና ኢና ቁምነገር ክንሰርሕ ንኽእል ኣነ እንድሕሪ ብዝገበርክዎ ዝጠሓስን ዝጉህን ኮይነ ፅቡቕ ኣይሰርሕን እየ ጠጠው ክብል እየ ጠጠው ምእንቲ ከይብል እተን ናይ ሜድየ ዝተሓባበራ እንድሕር ኮይነን ግን ዝኾነ ደራፋይ ደርፉ ክስማዕ እንድሕር ኮይኑ ንህዝቢ ገጣሚ መን እዩ እውን ክንገር ኣለዎ ምስኡ ክበሃል ይደሊ ማለት እዩ። ካልእ መፍትሒ ግን ኣይረኣየንን እዩ ኮን ኮለል ክትብል ተዘይኮይኑ። ኣነ ግን ሕጉስ ኣይኮንኩን በቲ ግጥምታትና ካልኦት ክጥቀሙሉ ካልኦት ክስመዩሉ ንሕና ከምዘይ ሰራሕና ክንከውን ናይ ብሓቂ እዩ ዘሕዝነኒ። ሓሓደ ግዜ እውን እብል እየ እዚኣ እንድሕር ኮይና እታ ኤርትራ ነዚ ዝተቃለስኩላ ብላሽ ተቃሊሰ። እቲ መሰል ናይቲ ናተይ ተቓሊሱ- መሰል ዘይትሕሉ ኤርትራሲ ኣነ ተቓሊሰላ እንታይ ደኣ እዩሞ እቲ ፍትሒ ዶ ዴሞክራሲ ዶ ማዕርነት ዶ ዝብሃል ሱቕ ኢልካ። እቶም ስነጥበባውያን ውን ንባዕሎም መሰሎም ክፈልጡ ጽቡቕ እመስለኒ ኣነ ወላ እቶም ደረፍቲ ውን ትጽቢት ወተን ሜድየን እየን ይግበረሎም እዩ ከፍልጠኦም ዘለወን እተን ግን መራኸቢ ብዙሓን እወ እወ እዚኣስ ሓቅኻ ወሲደያ ኣለኹ ወላ ኣነ ብድሕሪ ሕጂ መእረሚት ትኾነኒ ንዓይ እውን ደራሲ ግጥሚ ደራሲ ዜማ ኢልና ክብሪ ክንህብ ኣለና ምክንያቱ ሓደ እዩ ስራሕ ናይ እዩ ብዙሓት ርእሲ እዩ ሕፅር ኢልና ናብተን ትያትራት ክንምለስ ኢና ኣዝዩ ብዙሕ ትያትር ተዋስኦ ብልምዲ ትያትር ስለ ዝበሃል ወላ እውን ኣብ ዲክሽነሪ ዳ ከምኡ እዩ ዝትርጎም ዘሎ
እወ ተዋስኦ ወይ ትያትር ወይ ድራማ ተባሂሉ እንዲ ዝትርጎም ካብ ኣብቲ እዋንቲ ፅልዋ ካብ ዘሕደራ ዘይርሰዓ ክጠቕሰለይ ትያትር ዘፍረኻየን ትያትራት ተዋስኦታት ካብተን ልዕሊ ኩሉ ማለት ፅቡቕ ተቐባልነት ዘሕደረት ብዙሕ እቶት ከዓ ዘምፀአት ፅቡቕ ውሳኔ ትብል ግጥሚ እያ። ፅቡቕ ውሳኔ እወ ክልተ ግጥሚ እየ ኣቕሪበ ክልተ እባ ተዋስኦ እየ መታኣ ኣቕሪበ መጀመርያ ዘቕረብክዋ ተዋስኦ ሰብካ ኣይተቃልል ትብል ነይራ ኩሉ ከዓ ርዚን
ሰብካ ይተቃልል ትብል ነይራ ቅብልቲ ነይራ እውን ደሓር ካልኣይ ኣነ ከም ዝበልኩ ኮይኑ እንዳ ኣቡን ሓብየ ካብ ገዳም ናብ ገዳም እናተቀያየርኩ ስለዚ እቲ መንፈሳዊ ስምዒት ኣብ ኣእምሮይ ኣብ ነፍሰ የሎ ማለት እዩ ሕጂ እዚኣ ፅቡቅ ውሳኔ ትብል መንእሰያት እዮም ዕሩኽ ማለት እዩ ኣዋልድ መሓዙት ኣለዎኦም ነዛ ዓለም በቃ ምጽምጸ መዓር ገይሮማ። ኣሃ እወ ኣብ ኣብቲ ናይ ሃይማኖት ነገር ግን ኩሉ መጋረጃ ገይሮምሉ። እወ ኣነ ግን በቲ ናይ ሃይማኖት ስለ ዝዓበኹ ይነቕፎም ንኦም ማለት እዩ። ትነቕፎም እወ ካልእ እውን ሰባብ ቦስጣ ሰባብ ቡስጣ ካልእ እያ። እ፣ ካልእ ከምኢታት እውን ኣሎ ብዙሕ መርድእ ከባቢ ኣሎ። ክንደይ ኣቢሉ ኸውን ኣብቲ ሽዑ እዋን ኩሉ ከ? ኩሉ እቲ ዝደረስክዎ ክብል ተኾይነስ ብዘይ ምግናን እወ ልዕሊ ዓሰርተ እዩ። ክንድዚ እንተበልኩስ ልዕሊ ዓሰርተ እዩ ኣቶ ንግሰ መጀመርያ ኣብዚ ዓዲ ክደልየኩም ከለኹ ከባቢ ዓመት ንገለን ኣቢሉ ክድውለልካ ከለኹ ምስ ኣዕለልና ብዙሕ ዝደፍኣኒ ነገራት ብዛዕባኹም ብዝኸትክዎ ይሰምዕ ነይረ ገለ ሰባት ንኣብነት ጋሻ ነይርኒ ኣብ ረድዮ ዘቕረብክዎ ኣቶ ሰሎሙን ምስኡ ምስ ኣዕለልኩ ሽምካ ይመጽእ ከም መምህር ነዚ ደኣ ዛንታ እዚ እንተ ደሊኺ ደኣ ንንጉሰ ክትረኽብዮ ኣለኪ ይብለኒ ካልኦት ውን ዓበይቲ ስነጥበባውያን ቀጻሊ ሽምካ ይጠቕስዎ ኣብ ሓደ ገዛ ምስ ከድኩ ውን ከምኡ እዛ መርሓባ ትብል መጽሔትካ ጸኒሓትኒ ናይ ግጥሚ መጽሓፍ ውን ከምኡ መርሓባ ኤርትራ ናይ ጽባሕ እዚኣ ውን ናይ ግጥሚ መጽሓፍ እያ። ኣብቲ ድርሰት ኣብቲ ጽሑፍ ውን ወላ ደሓር ናብ ሰደት ምስ መጻእካ ነዊሕ ግዜ ከድካ ኔርካ እሕለን ንብዛዕግኡ ከመይ ኢኻ ከ ሓይሊ ረኺብካ ኣብ ስደት ሰብ እጠፍእ እዩ ኣይስራሕን እዩ ኣብዚ ዓዲ ገለ እዩ ዝብሃል ከመይ ኔሩ ከመይ ከይዳ እታ መጽሔት ንኣብነት ቀጻሊት እያ ኔራሳ ከመይ ኔሩ እቲ ንዓኣ ንምድላው ዝደፍኣካ ከ እንታይ እዩ ኔሩ? እወ፣ ንዓኣ ንምድላው ዝደፍዓኒ ቀንዲ፣ እቲ ክእለተይ ከመሓላልፈሉ ዝኽእል ዕድል እደሊ ነይረ። ማትኣ እታ ዝበለጸት እያ ነይራ ንዓይ፣ ድሕሪኣ'ውን ከም ዝበልኩኹ ማትኣ ጠጠው ስለ ዝበለት መርሓባ መስሪተ ማለት እዩ። ድሕሪኡ ግን ሜዳ ወጺኤ። ሜዳ ወጺኤ'ውን እታ ክፍሊ ሙዚቃ ዝበዝሑ ደረፍቲ ኤርትራውያን ዝሓቖፈት እያ ነይራ። በዓል መን ነይሮም ኣብኡ? ከይጠወይካ ዳ ዘረባ ሓራይ እቲኦም ክፍሊ ምንቕቓሕ እያ ትበሃል ነይራ እታ ጉጅለ ባህሊ እወ ሃገራዊት ክፍሊ ምንቕቓሕን ቲያትር እያ ትበሃል ነይራ ሕጂ ኣብኡ ዝበሩ ነጋሽ ተከየ ሕሰን መሓመድ ዓሊ ተኽልንኬል ገብሩ በረኸት መንግስቲ ኣብ ግርማይ ሰሎሙን እዮብ ሃይለ ኣብራር ዑስማን፣ ምሕረት ዘርኣሃንስ፣ ሳዕድያ ሓሰን እዚ ብዙሕ ዛንታ ዘለዎ'ዩ ጸሃይቱ በራኺ ኮታ እቶም ኣለዉ ዝበሃሉ ዓበይቲ ደረፍቲ ኤርትራውያን ኩሎም ምሳይ እዮም ነይሮም ኣብ ጀብሃ ኣብ ሻዕብያ መን ነይሩ ትበርህ ነይራ መሓመድ ዓሊ ነይሩ እዚ ሓሲና ዝደርፍ እወ እወ እወ ኣርባዕተ ሓሙሽተ ወድገ ነይሩ ሙዚቀኛ ውሑዳት እዮም ነይሮም ካብ ሓሙሽተ ሽዱሽተ ዘይበዝሑ ኣብ ጀብሃ ግን ልዕሊ ሰላሳ ዝኸውን ነርና ማለት እዩ ሕጂ ናብዛ መርሓባ ክንመለስ ኢና ካብ እዚ መድረክ እዚ ሓሳብካ ትገልፀሉ ዕድል ነይርካ እዩ ደሓር ናብዚ ስደት ምስ መፃእካ ኣብ ስደት ምስ መፃእኩ ግን ትዕድል ባንዲ ናይ መርሓባ የለ ባንዲ ናይ ማትኣ የለ እወ ባንዲ ናይ ተጋድሎ ሓርነት ኤርትራ የለ ዕጹው ኮይንኒ ማለት እዩ ግን ኣነ እቲ ክእለተይ ባይታ ንካልኦት ከመሓላልፎ ደሊ ነይረ እወ ሕጂ መጽሄት ክገብር ኣለኒ ዝ- ዝሐሸ ኢለ ንሳ ማለት እውን እዩ መርሓባ እዩ ሽማ እወ እታ መጽሄት እውን መርሓባ እዩ ሽማ እቲ መርሓባ ነዊሕ ዛንታ ዘለዎ ነገር እዩ እወ ክንደይ እ፣ ኔጋቲቪቲ ኣለዎ ክንደይ ፖዚቲቪቲ ኣለዎ ሕጂ ግን ክንዛረበሉ ምምክን ኣየድልን። ኣቶ ንጉሰ ምናልባት ኣብ መወዳእታ ከነጠቓልል መታን ኣብ ማሕበር ትያትር ኣስመራ ከምኡ እውን ደሓረይ መርሓባ ናትካ ባንድ ኢና ክንብላ ሓቀይ እወ፣ ናተይ ባንድ ባንድ ናትካ መርሓባ። ባንድ ምስ ገበርካ መርሓባ ድሕሪኡ እውን ኣብ ተጋድሎ ሓርነት ኤርትራ ብኣኻ ተሰርሐ እሞ በቶም ኣብኡ ሽዑ ዝነበሩ ስነጥበባውያን ከኣ እተዘየመ ድዩ እተደርፈ? እንታይ ክትጠቕሰልና ትኽእል? ኣብዛ መጽሓፍካ ናይ ግጥሚ ርእየ ነይረ እንዴ ምናልባት ክበካ ኣብኡ ትገልጸልና እውን ንኩሉ ከንብቦ ማለት ደሓን ወይ ኣነ ከንብብ ክሕግዝ እውን ኣነ ደሓን ኣንብብ እየ ባዕላ
ተዋስኦታት ንኣብነት ካብቲ ዘቕረብክዎ ተዋስኦታት
ሰብካ ኣይተቃልል ኣብ ማትዓ ማለት እዩ ጹቡቅ ውሳኔ ኣብ ማትዓ ብኣኻ ክመውት መሪጸ ኣብ መርሓባ መርድእ ኣብ መርሓባ ሰባብ ቡስጣ ኣብ መርሓባ ብደምኩም ፈሪምና ኣብ ከዋክብቲ መርሓባ ትብሃል ነይራ ድሕሪ መርሓባ ድሕሪ መርሓባ ንሳ ውናታ ዛንታ ኣለዋ ሕጂ እዛ ብደምኩም ፈሪምና ትብል ተዋስኦ ኣብ ከዋኽብቲ መርሓባ ኢና ሰሪሕናያ። ኣብ ከዋኽብቲ መርሓባ እዚኤን ሕጂ ኩለን ተዋስኦ እየን። ተዋስኦ እየን። ድሕሪኡ ደርፍታት ትመጽእ። ኣብ ሜዳ ምስ ወጻእኩ ከኣ ደርጊ ዘርጊ። ኣሃ እሳ እውን ተዋስኦ እያ። ተዋስኦ እያ እዚኣ እውን።
እዚ ካብቲ ዓሰርተ ልዕሊ ዓሰርተ ልዕሊ ዓሰርተ ዝበልካና ኣንተወ ማለት እዩ።
ግጥምታት ከኣ ኣብ ማትዓ ኣስላማይ ክስታናይ ብኣቶ ብርሃን ሰጊድ ጀጋኑ ሃገረይ ብኣቶ ብርሃን ሰጊድ እዛ ጀጋኑ ሃገረይ ህጂ ሃይለ ገብሩ ጥውይውይ ኣቢሉ ኣቕሪብዋ ኣሎ ኣነ ሰላም ክብሎ ኢለ ምስ ደወልኩሉ ብኣ ክኳሕዮኾ መሲልዎ እወ ተረዲእኒ ኣሎ ገለ ኖኖኖ ብዙሓዊ ይኮንኩን ኣነ ሰላም ክብለካ መስ እቲ ናይ ቀደም እቲ ግዜ ምብላዕ እንዲኻ ስለዚ ጀጋኑ ሃገረይ እዛ ጀጋኑ ሃገረይ ምምክን ንበይና ክንደይ ግዜ ተድልያ ንመግለጺ። ኦኬ ኣብ ኣቶ ብርሃን ሰጊድ እዮም ግን ኦርጅናል ደሪፎማ ኣቶ ብርሃን በታ ኦርጅናል በታ ኦርጅናል ደሪፎማ እቲኦም ድሕሪኡ ዝደርፍዋ ዘለዉ ግን ትርጉማ ከይተረድኡ እዮም ዝደርፍዋ ንሶም ካልእ ትርጉም ይህብዋ ኣነ ግን ብኻልእ ትርጉም ገሊጸያ ግን ዕድል ተረኺብና ንምንታይ ደሪሰያ ክገልጽ እኽእል እየ ቡኽታኽ ወለል በል እትብል ኣቶ ብርሃን ዝደረፋ ውርይቲ እያ ሕጂ እዚኦም ናይ ቲቪ ኤረ ደረስቲ ሓደ መዓልቲ ብዛዕባኣ መግለፂ ህቡ ነይሮም እወ ግን ከም ናይ ኣቶ ብርሃን ገይሮም ይገልፅዋ ማለት እዩ ሳውን ናትካ እያ ሕጂ እቲ ንኣይ ዘ- ዘጉህየኒ ኣቶ ብርሃን ከምዚ ማለት እዩ ኣቶ ብርሃን ከምዚ ማለት እዩ ኢሎም እትንትኑ ኣነ ማለተይ ኮፍ ኣቶ ይበል ብርሃን ኣለኹ። ኣይኮነን እወ። ግን እቲ ኣቶ ብርሃን ትብልዎ ኣቶ ብርሃን ዝሃብካዮ ክደርፍ ተዘይኮይኑ እ፣ ደራሲ ፍልስፍና ኣይነበረን።
የብሉን እዩ ነቲ ዝሃብካዮ ልክዕ በቲ ዝሃብካዮ ፅቡቅ ገይሩ የቕርቦ ብቕዓት ኣለዎ እወ ትቀራርቡ ድምፃዊ ብቕዓ- ብቑዕ ደራፊ እወ። ነይሩ ማለት እዩ ብቕዓት ናይ ምናልባት ደራሲ ሙዚቃን ብቕዓት ኣይነበረን ናይ ድርሰት ናይ ደርፍን ኣለዎ እወ። ግን ከምዚ ትንተና ክህብ ብዛዕባ ሓደ ነገር ዓቕሚ የብለን። እቲ ግጥሚ እኳ ክልተ ዓይነት እዩ። ግጥሚ ብገዛ ስለ ዝቑጸር ኣርባዕተ ገዛ ኣሎ፣ ሰለስተ ገዛ ኣሎ፣ ክልተ ገዛ ግን እቲ ተደጋጋሚ እንተዘይኮይኑ ክልተ ገዛ የለን። ወይ ከኣ ክልተ ገዛ ሓንቲ፣ ክልተን ክልተን ገይሮም ሓንቲ ገዛ ገብርወን። ከምዚታት ኣሎ ማለት እዩ። እወ። ስለዚ ኣቶ ብርሃን ብኸምኡ መልክዕ ክደርፍ ይኽእል እምበር ባዕሉ ሙሉእ ግጥሚ ከምዚ ንሕና ንህቦ ክገብር ዓቕሚ በበይኑ እዩ እቲ ክእለት ኢለ ይኣምን ኣነ ሰብ ነናቱ ክእለት እዩ፣ ኣለዎ እዩ። እወ ንሱ መቐጽል። ሕጂ በቲ ክእለቱ ናይ ብሓቂ ምስጋና ዝግብኦ ሰብ እዩ ኣቶ ብርሃን። እወ ልዕሊ ኩሉ ክብሎ ክእል ኣነ ካብትዮም ክራር ዝወቕዑ ተፈላጥነትን ተቐባልነትን ዘለዎ ብምንታይ ኢኻ ትርድኦ ንመረድኢ? ኣቶ ብርሃን ክደርፍ ከሎ ነዛ ኣስላማይ ክስታናይ ንመረድኢ ክሳብ ክልተ ሚእቲ ቅርሺ ይሽለም። ሕጂ ምስ ተመልሰ ንዓይ ዓሰርተ ቅርሺ ገለ ሽልመኒ። ሰላኻ እዩ መጽኡ። ዋጋ ይህብ። ኣፍልጦ ማለት እዩ። ናይ ብሓቂ ስነ ጥበባዊ ምስጋና ወኒ ኦኬ ኣስላማይ ክስታናይ ብኣቶ ብርሃን ሰጊድ ኢልና ጀጋኑ ሃገረይ ብኣቶ ብርሃን ሰጊድ ብኩታ ኮለል በሊ ብኣቶ ብርሃን ሰጊድ ሱቕታ ውሒጡኒ ብትበርህ ተስፋሁነይ እዚኣ ውን ርእሱ ዝኸኣለ ታሪኽ ዘለዋ ወይዘሪት ሽጋራ ንሽጋራ ከዓ ኮኒነያ ማለት እዩ መን እዩ ደሪፍዋ ሳኸ ከስሕቐኩም ምእንቲ ሑሴን መሓመድ ዓሊ እዩ ደሪፍዋ እወ ሽጋራ ዓዲ ኢለዮም ክኣትዉ ከለዉ ክሰብርዋ ኣብ ቅድሚ እቲ ህዝቢ ሕጂ እዚኦም ተር ኢሎም ኣትዮም ደሪፎም ውድእ ምስ ኣበሉ ነታ ሽጋራ ስብር ስብር ኣቢሎም ኣትዮም ንውሽጢ መጋረጃ ምስ ተዓጽወ ግን ኩሎም ዱድ ኢሎም ንደገ ተመሊሶም ኣብቲ መጋረጃ እንታይ ኮይንኩም ተበሉ ጎምስቲ ደይሰበርናያ ደይቆርምም ኢና ቢልናላ እምበር ክንሰትያ ከስሕብዋ ከዓ ሪዋ እያ እወ ኢሎምኒ ማለት እዩ ድሓር ኣብ መርሓባ ናይ ኣካል ቪታሚን ኢልና በዓል ኣሚን ዓብደለጢፍ ሊፍ ሊበሬሽን ፍሮንት ማለት እዩ በዓል ኣሚን ዓብደለጢፍ ደቡብ ኣፍሪቃ በዓል ኣሚን ዓብደለጢፍ እዚኣ እሲራቶ ነይራ ድሓር ግን ኣብቲ ሽዑ እወ እወ እወ ምኽንያቱ ንምንታይ የእሲራቶ ብኢዶም ብኣፎም በደል ከይገበሩ ብኻራን ጥይትን መይቶም ዘይተቐብሩ በማእት በሽሓት እዮም ዝቑፀሩ ኢሉ ደርፍ ኣብቲ እዋን ሕጂ ከዓ ከምኡ ግፍዒ ኣሎ ኣብቲ ኣብቲ ወረቐት ህዝብና እወ ኣርእስቲ ደቡብ ኣፍሪቃ እያ ትብል ኣብቲ ደርፊ ግን ደቡብ ኣፍሪቃ ዝብል ነቲ የለን ኤርትራዊ ዝበፅሖ ዘሎ እዩ እቲ ሽግር እወ ኦኬ ሕጂ ከምኡ ስለ ዝኾነ ኣሲሮሞ። ንሱ ከኣ ኣነ ሳንሱር ዘይፍቀዶ ኣይደረፍኩን ኢሉ ሕጂ ኣነ ተጸዊዐ ማለት እዩ። እቲ ጽሑፍ ኩሉ ሃበና ኢሎምኒ ሂበዮም ተራኣዩ ኣርእስቲ ጥራሕ። ስለዚ ለኣሚን ገበን የብሉን ማለት እዩ። ነጻ ወጽዩ። ኦከይ ደቡብ ኣፍሪቃ ኣልና ምሽ ዓብዪ እምባ ገደም ንገረና ግዳ ዛንታና ናይ ቀደም ትብል ዩኑስ እብራሂም ደሪፍዋ። ሩት ጓል ስግሩባ ገዛና ኣቲኺ ብኽንደይ ዓጀባ እዚ ኸኣ መን እዩ ሃይለስላሴ ብመረብ ኣቢሉ ኣትዩ ንኤርትራ ስለዚ ንኢትዮጵያ እየ ትብላ ዘለኹ ማለት እዩ ሩት ጓል ስግሩባ ገዛና ኣቲኺ ብኽንደይ ዓጀባ እዩ ኣትዩ ሃይለስላሴ ስለዚ ግን ነዚኣስ ኤርትራውያን ዝተረድእዋ እውን ኣይመስለንን እዩ። ደሓን ሕጂ ምክንያቱ መድረኽ ተረኺቡ ኣሎ ኣብቲ ክንገልጻ። መዓልቲ ናይ ጃንሆይ ንኤርትራ ዝኣተወሉ ብመረብ ፊልም ኣሎ ይረኤ ሽዑ ክድረፍ ይግባኣ ነይሩ እቲ ፊልም እናተራእየ ከምዚ ክበሃል ይግብኦ ነቲ ምምጻእ ናይ ሃይለ ስላሰ ግን ዝነቐፎ የለን ክሳብ ሕጂ ይረኤኹን ኣነ ኦከይ ኣስትሮኖሚስት ትብል ንኣና ደፈንስ ክንገብር ማለት እዩ ንዩኑስ እየ ሂበዮ ዩኑስ ኣስትሮኖሚስት ምስ ደረፈ ብፖሊስ ተኣሲሩ ናተይ ኣይኮነን ግጥሚ ናይ ንጉሰ እዩ ኢልዎም ኣነ ተጸዊዐ መጺኤ ብፖሊስ ማለት እዩ ኣብ ሓደ ኮሮኔል ወሲዶምና እንታይ ማለት እዩ ንዓና እኳ ይኹም ትነቕፉና ዘለኹም ከዋኽብቲ መርሓባ ኢና ንበሃል ነርና ሽዑ ስለዚ ንዓና ትነቕፉና ኣለኹም ከመይ ጌርኩም ከምኡ ትብሉ ብለነ ነቲ ሻምበ ነቲ ኮረኔል እቶም ፖሊስ ከምኡ ኢሎም እዮም ከሲሶምኹም ዋ ፖሊስ ድብል ኣለዋ ድያ ኣስትሮኖሚስት ትብል ደየለኻን ፖሊስ ማለት ካብ ኣነ ፖሊስ ማለት ኣይኮንኩን ሕጂ ነቲኦም ዝኸሰሱና ጸዊዕዎም ድርሰት ደራሲ እዩ ዝትርጉሞ ስለዚ ኣይትተርጉምዎ ስለዚ ንሶም ንኣኹም ኢሎም ኣይደረፉን ፖሊስ እዩ ባዕሉ እወ ኮሎኔል ግን እወ ኢሉ ተኸብረጊ ነፃ ኣውፅእና ማለት እዩ እ፣ ካልእ ጣዕሚ ናይ ጉርጉሱም ትብል ኣቕሪበ ማለት እዩ ዝኹሉም መርሓባ እዩ እወ
ብሰንኪ ድኽነት ሰኣን ገንዘብ ሕሱም ይዋእ ዘይፈተነ ጣዕሚ ናይ ጉርጉሱም ንኹሉ ሓበሻ ትንክፍ እዚ ጉርጉሱም ከይረኣዩ ኤውሮጳ መጺኦም እዚ ኩሉ ኤርትራውያን ባሕርና ዘይንፈልጦ ኢለ ፈልጥ እያ ኣነ እውን ኣብ ፅሑፈይ ባሕርና ኣይንፈልጦን ኢና እዩ እወ ስለዚ እዚኣ ብጣዕሚ ተቐባልነት ነይርዋ ብፍል ኢትዮጵያ መን እዩ ደሪፍዋ ዩኑስ ኢብራሂም ዩኑስ ኢብራሂም እወ
ኖ ኖ ጣዕሚ ናይ ጉሩሱሱም ተን ኣዋልድ ናይ መርሓባ ኣዋልድ ኣነ መርሓባ ሸውዓተ ኣዋልድ ነይረና ንናይ ኣዋልድ መርሓባ መርሓባ ዝበሃላ እወ ንሰን ኦኬ።
ደሪፈና ጽቡቕ ጽቡቕ እ፣ ኣነ ኮስትሪ ትብል ከኣ ነይራ ከምዚ ዝበልኩ ኮነ እንታይ ኣሎ ነቲ ህዝቢ ዘገድሶ ነገር ሃለው ክብል እየ ዝውዕል ከም ኣብቲኣ መርሓባ እውን እቲኣ ቁፅሪ ሓደ መርኢኒ
ዕምባባ ፅገረዳ ስእሊ ኣላታ
ሸመንተ ቆፅሊ ኣለዋኣ እታ ዕምባባ ፅገረዳ ብላዕሊ ህዝቢ ኤርትራ ማለት እዩ ብላዕሊ ከዓ ንህቢ ኣሎ ናብኣ ከምዚ ዝብል እቲ ንህቢ ኣነ ባዕለየ ማለት እዩ ሕጂ ብ ልዕሊ ህዝቢ ኤርትራ ጠልጠሊለ ክኣሪ ጠጥዑሙን ከንደዚ ትርጉም ተወይካ ሸመንተ ቆፅሊ ኣለዋ እተን ብሄራት ሽዑል ዝበሃላ ኦኬ ሕጂ እዚ ነይሩ ካልእ እዚኣ ኮስትሪ ዝብላ ዘለኹ ንሕና ነቶም ናይ ኣስመራ ፅርግያ ዝክስትሩ ኮስትሪ ኢና ንብሎም ነርና ሕጂ ከምኡ ካልእ ግን ኮስታሪ ክበሃል እዩ ዝግባእ ኮስትሪ ስለ ንብሎም እዚኦም እውን ክዝከሩ ኣለዎም። ኩሉ ጎደናታት ከተማ ዘጽርይ ውጹዕ ሰራሕተኛ ኣነ'የ ኮስታሪ ትብል ነይራ ማለት ሞራል እዩ። ኣለዎ ዛዕቢ ሞራል። እወ ሕጂ ዓረብያ ናይ ኮስተር ትምጽኢና እናደረፈ መምህር ሰለሙን መዓት ኣድንቆት መዓት ፍሉይ ደራፊ እያ መምህር ሰለሙን። መምህር ሰለሙን ኣብ መርሓባ ደሳለኝ ወልደገብርኤል ዝብሃል ደሪፍዋ እወ። ደሓር ግን ኣነ ዲስሚስ ገይረዮም ነቶም ናተይ

ሓድሽ ሕጊ ከነውጽእ ኣለና ኢለ ዮም ኣነ እንታይ ሕጉ ኢሎምኒ ዝኾነ ሽልማት ኩልና ብሓባር ስለ ንደኽመሉ ዝዕዮ እቲ ሽልማት ናትኩም እውን ኣብቲ ናይ ሓባር ኣቱ ማዕረ ንምቀሎ ኢለዮም ማለት እዩ ሕጂ ኩሎም ኮርዮም ኣይንምቀልን ኢና ኢሎም ሰሎሙን በቃ ጸርጸር ኢሉ ተበለጽቲ ንስኻትኩም ከኣ መማህራን ትበሃሉ ገለመለ ሕጂ ሰልየ ኢለዮ ኣነ ጥበብ ክገብረልካ እየ ንስኻ ትሽለመሉ ስለዚ ኣይተንጸርጽር ብምንጽርጻር ከኣ ኣይንረዳዳእን ኢና ብሎ ማለት እዩ ደሓን ኢሉ ሕጂ ነዚኣ ሂበዮ። ተሸሊሙላ ዶ? ተሸሊሙላ ሰላሳ መርሓባ። ቅርሺ ጽቡቅ ጽቡቅ ዓሰርተ ሸሊሙኒ ንዓይ እወ
ግን ዋጋ ይህቡ ከዓ ነይሮም ንሶም ነቲ ዝሰርሖ ሰብ ጽቡቅ ተተቋዮቕካ ኮይኑ ግን እወ
ተጋድሎ ሓርነት ኤርትራ ጎደሎ ዘይብላ ብበረኸት መንግስትኣብ እወ። ኣብቲ መጽሓፍ ኣላ እወ
ንቐይሕ ባሕርና ክንሕልዎ ኢና ትብል ማለት እዩ ንመሰል ኤርትራ ኣብ ማያት ቀይሕ ባሕሪ ክንሕልዎ ኢና ዋላ ውን ብበትሪ ሎሚ ግን ብመድፍዕ ውን ክንሕልዎ ኣይንክእልን ኢና ዘለና ጸገም ተፈጢሩ ድሓር ንሜዳ እቶ ትብል ከኣ ጸሓይቱ በራኺ ዝደረፈታ ማለት እዩ ነቲ መንእሰይ
መተባብዒ ናብ ቃልሲ ንክሳተፍ መፀዋዕታ እወ ሕጂ ንስኹም ኣብ ሓዊ ትእትውዎ ኣለኹም መንእሰይ ኤርትራ ንሜዳ እቶ እናበልኩም ብሉና ነይሮም ንሕና ግን ተጋደልቲና ገለ ካብቲ ፅማቕ ካብቲ ዝቐረበ እዩ እወ ገለ ካብኡ እዩ ግጥሚ መፅሓፍ ኩመያ እዚኣ እውን ካብ መፅሄት ኣብ ዓመት ሰለስተ ግዜ ኣብ ትቐርብ ዝነበረት እያ ታራብዓይቲ ሕታም ኣዳልየያ ከም ዝበልኩኸይ እወ ግን እቲ ኩነታት ስለ ዘየተባብዓኒ ተቐሚጣ ኣላ ከይተሓትመ እቲ ሓንሓደ መዓልቲ ኣብ ኣብ ካሴት ጥራይ መሊዐያ ናትና ግደያ ክንሕትማ ኣለና እዞም መንእሰያት ዘለና መስለኒ እቲ ስራሕ ፍርቂ ብፂሕኩምልና ኣለኹም ወዲእኩምልና እምበኣር እዚኣ እውን ኣጋጣሚ ንመምህር ኣስረስ ተሰማ ንምዝካር ብዛዕባ ካብ ታሪክ መድረካዊ ስነ ጥበብ ኤርትራ ናይ ማትኣ ናይ ኩልኹም ስራሕ ስእሊ ኩሉ ስለ ዘለዋ ኢና ክንዕለላ ቀሪብና ሒዝናያ ፀኒሕና ኣቶ ንጉሰ እንተ ናይ ብሓቂ ዕሊልና ሓሙሽተ ሰዓት ኣይክኣኽለናን እዩ እንተ ናይ ብሓቂ ዕሊልና እንተ ናይ ጋዜጠኛ እዛ ሰዓት እዛ ሕፅር ኣብልዋ እንዳበልና ዕሊልና ከዓ ከምዛ ዝዕልልናያን ካብኣ ትሓፅር ኢና
ፀገም የለን ነዋና ፅቡቕ እምበር ኣነ ብዙሕ ከሲበ ክኣቱ ከለኹ እውን ኢለ ሜን ተኸታተልተይ መፅሓፍ እየ ኮፍ ኣቢለ ዘለኹ ሎም መዓልቲ ኢለ ብዙሕ ዕሊልና ብዙሕ ደስ ትብለኒ ብዙሕ ንዓይ ዘይፈልጦ ዝነበርኩ ከማይ ከዓ ብዙሓት ሰባት ክኸስቡሉ እዮም ታሪኽናዩ ምስ ኣቦና ምስ መምህርና ከኣ ኮፍ ኢልና ናይ ብሓቂ ዝገበርኩምልኩም ዕድመ ዋላ እዚ ኩሉ ትዕግስተይ ዓመት እየ ዳርጋ ተጸብየ እዚ ኩሉ ትዕግስተይ እዚ ኩሉ ናትኩም ኣኽብሮት ምስ ጥዕና ምስ ስራሕ ናብዚ መጺኹም ምሳይ ኣብዚ መደበይ ንዓይሲ ክብሪ ስማዓኒ ዓቢ ክብሪ እዩ ዝስማዓኒ ብዙሓት ተኸታተልቲ መደበይ ገሊኦም እውን ኣብቲ ማሕበራዊ ሚድያ ፌስቡክ መፂኦም ፀሓፉለይ ነይሮም ብውልቂ ወይኒ ሓደራኺ ርኸብልና ንኣቶ ንጉሴ ሃይለ መንሰዓይ ኣምጽልና ዝበሉኒ ብልበይ ይብሎም ነይረ ሽዑ ክመልሰሎም ኣይከኣልኩን ኣብ ልበይ ኣሎ ክንደይ ዓመት የድልየዮ ዘለኹ ብሎም ነይረ ናይ ብሓቂ የቐኒየለይ ካብ ልበይ መወዳእታ ግን ካባኻ ክሰምዖ ዝደሊ ለበዋ ድዩ ዕላል ድዩ ማዕዳ ድዩ ክህሎ ስለ ዝኽእል ንዓኻ ብኽብሪ ትዕድል ንዓኻ ክበካ ቅድሚ ቻው ምባልና ንተኸታተልትና ጽቡቕ ኣነ መጀመርያ ቅድሚ ኩሉ ማለት እዩ ነቶም ኩሎም ምሳይ እዚ ታሪኽ ዘለዎ ግጥምታትን ተዋስኦን ደርፍታትን ዋዛ ምስ ቁምነገርን ዝሰርሑ ዝነበሩ መሳርሕተይ ብልቢ ከመስግኖም እደሊ በዚ ኣጋጣሚ እዚ። ብዝተረፈ ንዓኹም ምስጋናይ የቕርብ። ማለት እዚ ዕድል እዚ ዝሃብኩምኒ ብትዕግስቲ ከዓ ዝሰማሕኩምኒ እዚ ሰብኣይ ክንደይ ሃለፍለፍ ብል ዩ ንብላ ኣይንብልን ንእክብ ኢና ዘለና ይፈለጥካና ንእክብ ኢና ዘለና ንዓና ዳ እዚ ወርቂ እምበር ወርቂ ብዝተረፈ ተስፋ ገብር እቲ ሰማዓይ ምስጋና የቕርበሎም እውን ነቶም ዝሰምዑና ነዚ መደብ ዝሰምዑ ተስፋ ገብር ከኣ ኣብቲ ንሕና እንምነዮ ዘለና ምዕራይን ምክብባርን ኢዶም ከበርክቱ ግቡኦም ክፍጽሙ ምክንያቱ ጥራሕ ተዘሪብካ ዝሕለፍ ተኮይኑ ብላሽ እዩ ግን ካብቲ ንሰምዖሲ እንታይ ጌጋ ኣለና እንታይ ክንእርም ይግብኣና ኣብ ግብሪ ውን እንተ ፈቲና ጥራሕ ኢና እታ ሓዳስ ኤርትራ ናይ ብሓቂ ክንሃንጻ ንኽእል ኢለ እኣምን። ዋጋ ስርሑ ክወሃብ ኣለዎ፣ ሽሙ ክጥቀስ ኣለዎ። እዩ። ናይ ብሓቂ የቐኔለይ ደጊመ ስነ ጥበበኛ ኣቦና ኩቡር ኣቶ ንጉሴ ሃይለ መንስዓይ ምናልባት እታ መንስዓይ ደኣ ከይሓተትኪ ፈኒኽዮ ከይብሉኒ ብድሕሪት ንጉሴ ሃይለ መንስዓይ ከየላ ገበ ሰብ ፀዊዕኩም ኣይፈልጥን እዩ የለን ወ- ወረድ ሕጂታ ክብሉ የለዉ። መሳዓታ ኣይኮንኩም ዲኹም ሃይለ መሳዓ ይለጊባ ወላ ሳጓ እያ ዘይ- ዘይ- ዘይ- ዘይትለግበኩም ከላ ብሳጓ ድያ ወላ መሳዓታ ኦኬ፣ ኢኹም እቲ ሳጓ ዝበሃል ነጊረ እየ ነየ ትያትሮ እወ። ደንበዕበ እዩ ሳጓ እዩ ነይሩ እወ እወ መንስዓይ ግን ኣነ መንስዓይ እየ መርሓባ እወ ሕጂ መንስዓይ እንተዘይለነ እውን ዝኽርዩ ሰባት ኣለዉ እወ ናይ ብሓቂ ቴሌፎን ይድውሉለይ ንምንታይ እታ መንስዓይ ገዲፍካያ ድህድዱ ሰባት ዶ ረኺብካ ኢኻ ኣብሉኒ ኣነ ድህደድ ሰብ ኣይኮንኩን ኣወለን ጃህራ ከይትብልኒ እምበር ድህድደኒ እንድሕሪ መጺኡ መሊሰ የነ ሸይጣን ዝሰፍረኒ ስለዚ ነነ ኣነ ከዓ ፍልይቲ እያ መግለፂ ከይሃብኩላ ክፍኖ ካይዶ ኣለኹን ንምፍላጥ እየ መንስዓይ መንስዓይ ስለ ዝኾንኩ ብትውልዲ መንስዓይ ተባሂለ ማለት መርሓባ ፅቡቅ ንፈልጣ ክቡራት ተኸታተልትና ከምዚ ትከታተልዎ ዝፀናሕኩም ክቡር ስነጥበበኛ ኣቦና ኣቶ ንጉሴ ሃይለ መንሳዓይ ካብ ማትኣ ካብ ማሕበር ትያትር ኣስመራ ካብኡ ኣብ ከተማ ከም ፈዳይን ናይ ተጋድሎ ሓርነት ኤርትራ ብድሕሪኡ ኣብ ቃልሲ ብድሕሪኡ ብውልቁ ምስ ባንድ መርሓባ እዚ ኩሉ ሰፊሕ ታሪኽን ነፍሲ ወከፍ ድርሰት ናቱ ከኣ ካልእ ናቱ ጉዳይን ኣርእስትን ዝሓዘ ሰፊሕ ታሪኽን ሓሳባትን ዘለዎም ኣቦያም በዚ ክንዲ ዝሓጺር ግዜ ክፋኖም ደስ ኣይምበለንን ነይሩ ኣጋጣሚ መደብና ካብዚ ንላዕሊ ክሰፍሕ ስለ ዘይከኣለ ካልኣይ ግዜ ክንዕድሞም ተስፋ ይገብር። ኣብዚ ዝተነጥረ ንእሽተይ ተተንኪፉ ዝተሓልፈ ኣርእስታት ክህሉ ስለ ዝኽእል ዝኾነ ሰብ በዚ ከይኩሪ ጽቡቕ ገይሩ ዘይሰፍሐ ከይቅየም ኣቐዲመ ክነግር ይደሊ። ምናልባት ኣብ ዕላል ትረስዐ ነገራት ተሎ ንኹሎም እቶም ኣብዚ ታሪኽ ናይ ስነጥበበኛ ኣቦና ኣቶ ንጉሰ ሃይለ መንሳዒ እተሳተፉ ስነጥበባውያን ብኽብሪ ይጥምቶም። ሓደ መዓልቲ ተስፋ ገይረ ሓደ ካብኦም እቶም ብህይወት ዘለዎ ከኣ ከምዚ ምሳይ ኮፍ ክብሉ ናተይ ትምኒት እዩ። የቐኔለይ ኣብ ዝመጽእ ሰሙን ብኻልእ ኣርእስቲ ደጊምና ምስ ካልእ ጋሻ ክንራኸብ ኢና። ክሳብ ሽዑ ግን ኣብ ዘዘለናዮ ሰላም ቅነ ንኹልና። ደሓን ኩኑ።